ሰላም ተኻታተልቲ መደባት ፈንቅል ኤሪ ሜድያ ከመይ ትሓድሩ ንሎሚ ዓርቢ ዓሰርተ ሚያዝያ ብቀዳማይ ትሕዝቶ መደባት ቀሪበ ኣለኹ ቅድሚ በቲ ኣዳልየዮ ዘለኹ ኣገደስቲ ዛዕባታትን ዜናታትን ምፍላመይ ፈንቅል ኤሪ ሜድያ ብምኽንያት በዓል ትንሳኤን ኣውዳእመትን ዓሰርተ ህያባት ንተኻታተልቲ ፈንቅል ኤሪ ሜድያ ኣብ ካምፓላ ዩጋንዳ ዝርከቡ ቀሪባ ትርከብ ኣላ ኣብቲ ናይ ዋትሳፕ ቁጽሪ መጺኹም ሃይ ዝበልኩም ወይ ከኣ መልእኽቲ ዝሰደድኩም ዓሰርተ ሰባት ህያባትኩም ጽባሕ መጺኹም ካብ ስቲድዮና ክትወስድዎ ትኽእሉ ኢኹም። ትማሊ ኣብ ፈንቅል ኤሪ ሜድያ ኤክስትራ ውን ተመሳሳሊ ከምኡ ዓይነት ሓብሬታታት ኣስፊርና ኔርና። ስለዚ እዞም ዓሰርተ ሰባት ቀዲምኩም ሃይ ዝበልኩም እዘን ህያባት ክትቅበልወን ኢኹም ማለት እዩ። ናብቲ ኣዳልየዮ ዘለኹ ኣገደስቲ ዛዕባታትን ዜናታትን ክሰግር። ሰናይ ምክእታል። ክቡራት ተኸታተልቲ በቲ ቀዳማይ ንሪኣ ኣገዳሲ ዛዕባ ምስ እንፍልም ባንኪ ዓለም ንኢትዮጵያን ደቡብ ሱዳንን ኣጠንቂቕ ይርከብ ኣሎ እዚ ባንክ ትማሊ ዘርጊሕዎ ዝርከብ ዘሎ ሰፊሕ ጸብጻብን ሓበሬታን ናይ ኢትዮጵያ ብርን ናይ ደቡብ ሱዳን ፓውንድን ኣብዚ ዝሓለፈ ዓመት ጥራይ መንቁልቋል ከም ዘራየ እዚ ካብተን ሃገራት ዘሎ ፖለቲካዊ ቅልውላውን ዘይምርግጋእን ቀንዲ ምኽንያታት ከምዝኾነ'ዩ ኣብ ሓበሬትኡ ጠቒሱን ገሊጹን ዝርከብ ዘሎ። ናይ ኢትዮጵያ ብር ኣብ ውሽጢ ሓደ ዓመት ጥራይ ዓሰርተ ሸሞንተ ሚእታዊት ምንቁልቋል ከምዘርኣየ፣ ናይ ደቡብ ሱዳን እውን ብተመሳሳሊ ናይ ዓሰርተ ሓሙሽተ ሚእታዊት ናይ ምግዛእ ዓቕምታቱ ከምዘንቆልቆለ'ዩ እዚ ባንክ ገሊጹ ዝርከብ ዘሎ። ኣብዚ ሕጂ እዋን ኣብ ኢትዮጵያ እቲ ዝርከብ ዘሎ ቁጠባዊ ቅልውላው መንግስቲ ናይታ ሃገር መፍትሒ ስኢንሉ'ዩ ዝርከብ ዘሎ። ካብ ለካሕቲ ኣካላት ዝመጸ ቢልዮናት ዶላራት ኣብ ቁጠባ ናይታ ሃገር ዝኾነ ይኹን ለውጥን ፍታሕን ከምጽእ ኣይካለን፣ ብዓቢኡ እውን ኣብታ ሃገር ዝካየድ ዘሎ ኲናትን ወረ ኲናትን መንግስቲ ኣንጻር ህዝቡ ዘካይዶ ዘሎ ሓደገኛ ምንቅስቓስ ቀንዲ ነቲ ቁጠባዊ ቅልውላው ናይታ ሃገር መመሊሱ ዘጋድድ ዘሎ ኩነታት ከምዝኾነ ባንኪ ዓለም ንኢትዮጵያ ዝምልከት ሓብሬታ ኣስፊሩ ይርከብ ኣሎ። ኣብ ደቡብ ሱዳን ዘሎ ዘይርጉእ ኩነታት እውን ቀንዲ ምኽንያታት ውድቀት ቁጠባ ናይታ ሃገርን እቲ ባጤራን ከምዝኾነ ባንኪ ዓለም ብምሕባር እዘን ክልተ ሃገራት ከምዚ ዘለዎ እንተድኣ ቀጺለን ቁጠበኣን ናብ ክሓውየሉን ክምለሰሉን ዘይክእል ደረጃታት ክወድቕ ምዃኑ ኣጠንቂቑ ይርከብ ኣሎ። ናይ ሃገርና ኤርትራ ናቕፋ ሓደ ካብቶም ብደረጃ ኣፍሪቃ ዝሓየሉ ባጤራታት ምዃን ሕጂ ውን ምስቶም ቀዳሞት ሓሙሽተ ተሰሪዑ ይርከብ ኣሎ። ኤርትራና ብቑጠባ ክትዳኸም ምዕራባዊ ዓለም ከደምቶም ጎረባብትና ሃገራት ዝተፍላለዩ ፈተነታት ኣካይዶም ከዳኹሙና ኣይከኣሉን። ናቕፋ ናይ ኤርትራና ከኣ ምስቶም ቀዳሞት ተሰሪዑ ይርከብ። ክቡራት ተኸታተልቲ ናብቲ ካልኣይ ኑረ ኣገዳሲ ዛዕባ ምስ እንሰግር ኣብ ኢትዮጵያ ኣብዚ ሕጂ እዋን ኣብ ዝተፈላለየ ክፋላትን ክልላትን ናይቲ ሃገር ኣንጻር ስርዓት ብልጽግና ዕጥቃዊ ቃልስን ኲናትን እናተኻየደ ይርከብ ኣሎ። ተወለድቲ ክልል ዓፋር ናይ ኢትዮጵያ ኣብ ኤርትራና ወተሃደራዊ ምቅርራብን ምድላዋትን ከካይዱ ዝጸንሑ ኩሉ ነገራት ኣጻፊፎም ንስርዓት ብልጽግና ካብ መሬቶም ጸራሪጎም ንምውጻእ ምድላዋቶም ኣጻፊፎም ይርከቡ ከም ዘለዉ ትማሊ ብናይ ቪድዮ መልእኽታት ዝተሰነየ ሓበሬታን መጠንቀቕታን ናብ ስርዓት ብልጽግና የሕሊፎም ይርከቡ ኣለዉ። ስርዓት ብልጽግና ብጉዳይ ባሕርን ኣፍደገ ባሕርን ኣብ ልዕሊ ኤርትራ ኲናትን ወራራትን ከካይድ'የ ምስ በለ ንመሬት ክልል ዓፋር ናይ ኢትዮጵያ ከም መንጠሪ ባይታ ንምጥቃም ዝተፈላለዩ ፈተነታት ኣካይዱ ህዝቢ ናይታ ክልል ስርዓት ብልጽግና ዕጥቁን ኣጽዋራትን ሒዙ ካብ ክልሎም ክወጽእ ተደጋጋሚ ጻውዒታት ኣቕሪቦም ጸማም እዝኒ ተዋሂቡዎም ተወለድቲ ክልል ዓፋር ንስርዓት ብልጽግና ብብረትን ብኣፈሙዝን ካብ መሬቶም ንምርሓቕ'ዮም ናብ ኤርትራ ሳጊሞምን ኣትዮምን ኣብዚ ሕጂ እዋን ሓያል ዝኾነ ወተሃደራዊ ታዕሊምን ምድላዋትን ኣጻፊፎም ኣንጻር ስርዓት ብልጽግና ዕጥቃዊ ቃልሲ ንምክያድ ኣብ ሓጺር እዋን ክፍልሙን ክጅምሩን ምዃኖም ኣጠንቂቖም ዝርከቡ ዘለዉ ሓደ ካብቲ ንስርዓት ብልጽግና ዘፍርሖን ዘስግኦን ጉዳይ ልዕሊ ኣብ ክልላት ኣምሓራን ኦሮሞን ዘሎ እዚ ናይ ክልል ዓፋር ኩነታት እዩ። እዞም ተወለድቲ ክልል ዓፋር ግጭት እንተድኣ ጀሚሮም ብክልል ዓፋር ናይ ኢትዮጵያ ኣቢሉ ካብ ጅቡቲ ናብ ኢትዮጵያ ዝዝርጋሕ ቀንዲ መትኒ ቁጠባ ናይታ ሃገር ዝኾነ መስመር ጽርግያን ባቡርን ደው ስለዝብል ኢትዮጵያ ብቁጠባ ክሳዳ ክትሕነቕ እያ ማለት እዩ። ብልፅግና እዚ ጉዳይ ሓደ ካብቲ ዘውሃሮ እዩ፣ ተወለድቲ ክልል ዓፋር ከኣ ነዚ ጉዳይ ኣብ ሓፂር እዋን ክጅምሩ ምዃኖም እዮም መጠንቀቕታታት ሂቦም ዝርከብ ዘለዉ፣ እዚ ነገር ምስ ተጀመረ ብልፅግና ዕምሪ ሰዓታቱ ኣብ ሓፀርቲ እዋናት ክድምደምን ክዛዘምን ምዃኑ ጥርጣረታት ዝብሃል የለን፣ እዚ ብዘይካቲ ኣብ ክልላት ኣምሓራን ኦሮሞን ክልል ትግራይን ዘሎ ንስርዓት ብልፅግና ካብ ኣራት ኪሎ ፈንቂልካ ንምጉሓፍ ዝግበር ዘሎ ምንቅስቓሳት እዩ።

ሙሉእ ብሙሉእ ከም ዝነፀጎ ትማሊ ሓብሬታን መግለፅን ሂቡ ይርከብ ኣሎ። ታደሰ ወረደ ናብ ቤት ፅሕፈቱ ከይኣቱ ከም ዝተኸልከለ እውን ሓብሬታታት እናወፀ ይርከብ። ላዕለዎት ወተሃደራውያን ኣዘዝቲ ናይ ሰራዊት ትግራይ ምስ ህወሓት ብምውጋን ንግዝያዊ ምሕዳር ክልል ትግራይ ሙሉእ ብሙሉእ ካብታ ክልል ንምጉሓፉን ንምድስካሉን ምንቅስቓሳት ካብ ትማሊ ምሸት ጀሚሮም ከም ዘካየዱ ህፁፅ ኣኼባታት እውን ክካየድ ከም ዝሓደረ ካብ ክልል ትግራይ ሓበሬታ ወፂኡ ይርከብ ኣሎ። እዚ ሓደገኛ ምዕባለታት ነቲ ኣብ መንጎ ሰራዊት ፌደራል መንግስቲ ኢትዮጵያን ሰራዊት ትግራይን ተፈጢሩ ዝፀንሐ ዝተፈላለየ ምስሕሓባት ናብ ካልእ ሓደገኛ ኩነታት ዘዕርግ ኮይኑ ይርከብ ኣሎ። ትማሊ ህወሓት ሂብዎ ዝርከብ ዘሎ መግለፂ ብቐጥታ ናባኹም ከብሎ። ሰናይ ምክትታል። ካብ ህዝባዊ ወያነ ሓርነት ትግራይ ዝተዋህበ መግለጺ፣ ብመሰረት ስምምዕ ፕሪቶርያ፣ ግዝያዊ ምምሕዳር ትግራይ ብክልተኣዊ ፖለቲካዊ ዘረርብ ተሰማማዕቲ ኣካላት ማለት እውን ህዝባዊ ወያነ ሓርነት ትግራይን መንግስቲ ኢትዮጵያን ክጣየስ ይግባእ። ብመሰረት እዚ እውን ዋላ እኳ ብዙሕ ዓንቀፍቀፍ ዝነበሮን ብዙሕ ቃልሲ ዝተኻየደሉን እንተነበረ ንዝሓለፉ ሰለስተ ዓመታት ዝጸንሐ ግዝያዊ ምሕዳር ብመሰረት እቲ ስምምዕ ዘቐመጦ ዝርርብ ህወሓትን መንግስቲ ኢትዮጵያን ዝተጣየሰ'ዩ ነይሩ። እንተኾነ ግን መንግስቲ ኢትዮጵያ መቐጸታልቲ ንስምምዕ ፕሪቶርያ ብምጥሓስ ክፍጽሞ ዝጸንሐ ተግባራት ግዝያዊ ምሕዳር ትግራይ ቅድሚ ስምምዕ ፕሪቶርያ ብዝጸንሐ ሕግን ነቲ ስምምዕ ሙሉእ ብምሉእ ብምጥሓስን ንሓደ ዓመት ክናዋሕ ከምዝወሰነ ትማሊ ሰላሳ መጋቢት ክልተ ሽሕን ዓሰርተ ሸሞንተን ብኣቆጻጽራ ኢትዮጵያ ማዕክናት ዜና መንግስቲ ኢትዮጵያ ክንርዳእ ክኢልና ኣለና። እዚ ውሳነ ክልተኣዊ ፖለቲካዊ ዝርርብ ተሰማማዕቲ ኣካላት ዘይተገብረሉን ካብ ኣፍልጦን ተሳትፎን ህዝባዊ ወያነ ሓርነት ትግራይ ወፃኢ ዝተመሓላለፈን በይናዊ ውሳነ ስጉምቲ መንግስቲ ኢትዮጵያ ምዃኑ ንመላእ ህዝብና ኣደራደርቲ ስምምዕ ፕሪቶርያ ማሕበረሰብ ዓለምን ክነፍልጥ ንደሊ።

ኣብ ባራትን ከምኡውን ኣብያተ መስተ ናይ ኣዲስ ኣበባ ክዕቆብ ጥራዩ ሌተናል ጀነራል ታደሰ ወረደ ተልእኾ ስርዓት ብልፅግና ተሰኪሙ ኣብ ክልል ትግራይ ሓደገኛ ምንቅስቓሳት ከካይድ ከምዝፀንሐ ካብ ዝተፈላለዩ ተጋሩ ርኢቶታት ክመፅእ ፀኒሕን ኣሎን። ብፍላይ ንፅምዶ ዝድግፉ ተጋሩ ሌተናል ጀነራል ታደሰ ወረደ ንክልል ትግራይን ንጉዳይ ፅምዶን ሓደገኛ ውልቀሰብን በዓል ስልጣንን ከምዝኾነ ሓበሬታታት ክህቦ ጸኒሖምን ኣለዉን። እዚ ተኸሲቱ ዝርከብ ዘሎ ከምዚ ዓይነት ኩነታት ብወገን ስርዓት ብልጽግናን ፈደራል መንግስቲ ኢትዮጵያን ምላሽ ኣይተዋህበን ኣሎ። ንክልቲኦም ኣካላት ዘሰማምዕ ነጥብታት ከኣ ምሉእ ብምሉእ ተበቲኹ ይርከብ። ክልቲኦም ኣካላት ናብ ኲናትን ናይ ሓይሊ ስጉምትታትን ክኣትዉ ዝለዓለ ተኽእሎታት ከምዘሎ ምስ ኢትዮጵያን ምስ ክልቲኦም ወገናት ቅርበት ዘለዎም መራኸቢታትን ውልቀሰባትን ትንታነታት ይህቡ ኣለዉ። ዝስዕብ ኩነታት እንታይ ክመስል እዩ? ክንከታተሎን ክንዕዘቦን ኢና። ህወሓት ብድሕሪኡ ሰራዊት ትግራይን ላዕለዎት ወተሃደራውያን ኣዘዝትን ኣሰሊፉ ይርከብ ኣሎ። ታደሰ ወረደ ብድሕሪኡ ዘሎ ሓይልን ፀግዕን ፈደራል መንግስቲ ኢትዮጵያን ሰራዊቱን እዩ። ሰራዊት ኢትዮጵያ ናብ ክልል ትግራይ ከእቱ ዘለዎ ዓቕምታት ዳርጋ ዝማህመነ እዩ። ስለዚ ህወሓት ነዛ ጉዳይ ክዕወተላ ዝለዓለ ተኽእሎታት ኣሎ። ክቡራት ተኸታተልቲ ንዘሎ ምዕባለታት እናተኸታተልኩ ኣብ መደባትን ዜናታትን ናባኹም ከብሎ እየ። ክቡራት ተኸታተልቲ ናብቲ ራብዓይ ናይ መወዳእታ ንሪኦ ዛዕባ ምስ እንሰገር ብቐጥታ ምስ ሃገርና ኤርትራ ዝተተሓዘ ኮይኑ ዘሐጉስ ሓበሬታ ኮይኑ እዩ ዘርከብ። ኣልፋ ናይ ዳህሳስ ኩባንያ ነቲ ኣብ ሃገርና ኤርትራ ዘካይዶ ዘሎ ዳህሳሳትን ረኺብዎ ዝርክብ ዘሎ ዓበይቲ ረኽበታት እንትምልከት ትማሊ ብወግዒ ሓብሬታታት ዘርጊሑ ይርከብ ኣሎ። ኣልፋ ኣብዚ ዘርጊሕዎ ዝርከብ ዘሎ ሓብሬታ ኣብ ከባቢታት ገርካሻን ኣናጉሎን ሕጂ'ውን ልዑል ዓቕን ዘለዎ ኮፐርን ወርቅን ከምዝረኸበ ብዝርዝር ኣብ ሓበሬትኡ ገሊጹን ጠቒሱን ይርከብ ኣሎ። ኣልፋ ኣብዚ ዝሓለፈ ሰለስተ ወርሒ ዘካየዶ ከምዚ ዓይነት ናይ ዳህሳስ ኩነታት ልዕሊ እቲ ኣብ ካልእ እዋን ዝረኸቦ ርኽበታት ዓቢን ዘተባብዕን ከም ዝኾነ ብምሕባር፣ እዚ ናይ ዳህሳስ ኩባንያ ካብ ዳህሳስ ናብ ዕደና ክሰጋገር ኣብ ዱር ኩኺት በጺሑ ይርከብ ከም ዘሎ'ውን ሓደ ካብቲ ተጠቒሱ ዝርከብ ዘሎ ጉዳያት እዩ። ሃገርና ኤርትራ ፈጣሪ ብዝዓደላ ጸጋታት ዝዘቕበበት ሃገር እያ። ኣብ ኤርትራና ሓንቲ ናይ ዕደና ማዕከን ዝነበረት ኣብዚ ሕጂ እዋን ልዕሊ ቁጽሪ ጻብዕቲ በጺሑ ይርከብ ኣሎ። ልዕሊ ዓሰርተ ሸሞንተ ናይ ዳህሳስ ኩባንያታት እውን ኣብ ከባቢታት ጋሽ ባርካ ናይ ዳህሳስ ንጥፈታቶም እናካየዱ ይርከቡ ኣለው። ኣብ ዝዝርግሕዎ ሓብሬታ እውን ልዑል ዝኾነ ዓቕን ማዕድናት ይረኽቡ ከምዘለው ክሕብሩ ፀኒሖምን ኣለውን። ኣልፋ ናይ ዳህሳስ ኩባንያ እዚ ሕጂ ረኺብዎ ዝርከብ ዘሎ ልዑል ዝኾነ ዓቕን ወርቅን ኮፐርን ንሃገርና ኤርትራ ፅባሕ ንግሆ ዓበይቲ ጸጋታት ብምዃን ኣብ መዳይ ፈናንስን ቁጠባን ድርዒ ክኾና'ዩ። መንግስቲ ኤርትራ ንናይ ዕደና ናይ ኤርትራ ኩነታት ካብ ግዜ ናብ ግዜ ናብ ዝበረኸን ዝለዓለን ደረጃታት እናዕበዮ ይርከብ ኣሎ። እዚ ዜናታት ንዓና ንኤርትራውያንን ንሃገርና ኤርትራ ዘሐጉስ ዜናን ጸብጻብን ኮይኑ ይርከብ። ክቡራት ተኻታተልቲ ፈንቅል ኤሪ ሜድያ ንሎሚ ኣዳልየዮ ዝነበርኩ ቀዳማይ ትሕዝቶ መደባት እዚ ክትከታተልዎ ዝጸናሕኩም እዩ ዝመስል ኔሩ ኣብ ናይ ምሸት ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ ብሩኽ መዓልቲ ደቂ ሬም።